ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም? ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ይምነ። ሎሚ እውን ከምቲ ኩሉ ግዜ እንገብሮ ሓደ ሓድሽ ቪድዮ መቐጸልታ ናይዘን ዝሓለፋ ክልተ ቪድዮ ኣብ ዊንዶውስ ቴን እንገብሮ ዘለና ቪድዮ ሎሚ ሳልሳይ ቪድዮ ሒዝና ቀሪብና ኣለና። ንመዘኻኸሪ ክኸውን ኣብ ዝሓለፈ ክልተ ቪድዮ ብሓፈሻ ምስ ዴስክቶፕ ምስ ስታርት ከመይ ጌርና ኣሬንጅ ንገብር ኣብ ስታርት ሜኑ ዘድልዩና ኣፕሊኬሽንስ ከመይ ጌርና ሰርች ንገብር ምስኡ ተኣሰርን ካልእ ርኢና ነርና ከምኡ እውን ከመይ ጌርና ኣብ ታስክ ባር ዝብሊ ናብ ኣፕሊኬሽንስ ነምፅእ ከመይ ናብ ታስክባር ፒን ንገብር ናብ ስታርት ፒን ንገብር ሪና ነርና ብሓፈሻ ኣብዘን ዝሓለፋ ክልተ ቪድዮታት ምስ ታስክባርን ዊንዶውስን ድሕሪኡ እውን ቅፅል ኣቢልና ካብን ናብን ዊንዶውስ ከመይ ጌርና ንንቀሳቐስ ዝብል ትምህርቲ ርኢና ነርና ሎሚ ሳልሳይ ቪድዮና መቐፀልታ ናይዚ ኮይኑ ኣብ ማልቲፕል ዊንዶውስ ዴስክቶፕ ኣብ ሓደ ኮምፒዩተር ዝተፈላለዩ ካብ ክልተ ሰለስተ ካብኡ ንላዕሊ ዴስክቶፕስ ክንጥቀም ምኽኣል ስናፕ ዊንዶው ዊንዶው ስናፕ ክንጥቀም ምኽኣል ሚኒማይዚን ኦል ዊንዶውስ ዊንዶው ሼክ ፕላስ ከመይ ጌርና ኣብ ኮምፒዩተርና ሰርች ንገብር ዝብላ ኣርባዕተ ኣርእስትታት ክንርኢ ኢና ምክትታልኩም ይዕድም ማልቲፕል ዴስክቶፕ ኣብ ሓንቲ ኮምፒውተር እዚ ዴስክቶፕ ኢልና ንፅውዖ እዚ ኣብ ቅድሜና ዝረኣየና ዘሎ እዩ ስለዚ ኖርማሊ ዝኾነት ኮምፒውተር ሓደ ዴስክቶፕ ይህልዋ ምስ ስራሕና ግን እናበዝሐ ክኸይድ ከሎ፣ እቲ ንጥቀመሉ ዊንዶውስ እናበዝሐ ክኸይድ ከሎ፣ ንኣብነት ኣብዛ ኮምፒተር እዚኣ ሓደ፣ ክልተ፣ ሰለስተ፣ ኣርባዕተ፣ ሓሙሽተ ከምኡ እናበልና ሽዱሽተ ክሳብ ሸውዓተ ሸሞንተ ዝኸውን ዊንዶውስ ከፊትና ኣለና። ስለዚ ኣብ ኮምፒተርና እንጥቀመሎም ኣፕሊኬሽንስ ወይ ድማ ዊንዶውስ ኢልና ንጽውዖም እዞም ሓደ ብሓደ እንሪኦም እዚኦም ኣፕሊኬሽንስ ክንብሎም ንኽእል ኣብ ኮምፒተር ብእንግሊሽ ዝበዝሐ ግዜ ዊንዶው ኢልና ኢና ንፅውዖ እዚ ሓደ ዊንዶው እዩ እዚ ካልእ ዊንዶው እዩ ከምኡ እናበልና ሳልሳይ ራብዓይ እቶም እንጥቀመሎም ዊንዶውስ ኣብ ሓደ ዴስክቶፕ እናበዝሑ ክኸዱ ከለዉ ኣብቲ ዴስክቶፕና ፃዕቂ ስራሕ ይፈጥር ስለዚ ካብን ናብን ክትንቀሳቐስ ከሸግረካን ሓንሳብ እውን ክተሓወሰካን ይኽእል ማለት እዩ ዊንዶው ቴን ነዚ ሽግር እዚ ዝተረደአ ይመስል ኣብ ሓደ ኮምፒውተር ኣብ ሓደ ኮምፒውተር ዝተፈላለየ ዲስክቶፕ እናተጠቀምና ስራሕና ኦርጋናይዝ ከም ንገብር ገይርና ከም መዘኻኸሪ ኣብ ዝሓለፈ ክላስ ንኣብነት ከምዚ እንሪኦ ዘለና ብዙሕ ዊንዶውስ ኣብ ሓደ ዴስክቶፕ ክንከፍት ከለና ብ Alt Tab እናበልና ካብን ናብን እቲ ንደልዮ ዊንዶው ክንከፍት ከም እንኽእል ኳልኩሌተር ተደሊና ንኣብነት Alt Tab እናበልና ናብ ኳልኩሌተር ከም ንመጽእ Alt Tab እናበልና Excel ደልየ ናብ Excel ከም ዝመጽእ Alt Tab ኣብዚ ክሮሞ ቻነል ደልየ ናብኡ ከም ዝመጽእ ኣል ታፕ እናበልካ ንኣብነት ኣብ ፎቶሾፕ ደልየ ናብ ፎቶሾፕ ከም ንመጽእ ከምኡ እናበልና እቲ ብኣል ታፕ ንኸይድ ነርና ካልኣይ እውን ዊንዶውስ ን ታፕ ዊንዶውስ ን ታፕ ኣብ ኮምፒውተርና ዘለዉ ዊንዶውስ ብምልኦም ዘርዚሩ የርእየና ማለት እዩ። ኣብ ኮምፒተርና ንጥቀመሎም ዘለና ዊንዶውስ ብምሉኦም የርእየና፣ ነቲ ዝደለናዮ ካብኡ ድማ ንኸፍት፣ ንቕድሚት ነምጽእ ማለት እዩ። ሎሚ ማልቲፕል ዊንዶውስ ዴስክቶፕ ሎሚ እንሪኦ እንታይ ማልቲፕል ዊንዶውስ ዴስክቶፕ ኣብ ሓደ ኮምፒተር ከመይ ጌርና ዝተፈላለየ ዴስክቶፕ ንጥቀም ስለዚ ናብኡ ክንከይድ እንታይ ክገብር እየ ኣብ ዝሓለፈ ታስክ ቪው ክንገብር ዊንዶው ታፕ ኢልና ነርና ወይ እውን ብቅልል ዝበለ ኣብ ዝላትና ታስክ ቪው ክንብል ንኽእል ኢና ከምዚ ጌርና ኦር ዊንዶው ታፕ ክንብል ንኽእል ኢና ኣብዚ ምስ መጻና እቲ ንደልዮ ዊንዶውስ ክንመርጽ ኢና ንጥቀመሉ ነርና እዚ ኦልሬዲ ኣብ ዝሓለፈ ቪድዮ ስለ ዝገበርናዮ ሎሚ ኣገዳሲ ይኮነን ሎሚ ክንሪኦ ኣብዚ መጺናሉ ዘለና ኣብ ዊንዶው ታስክ ምምጻና ታስክ ቪው ዘብለና ዘሎ ኣብዚኣ ኣድ ኒው ዴስክቶፕ ፕላስ ኒው ዴስክቶፕ ፕላስ ኒው ዴስክቶፕ ስለዚ ፕላስ ክብል እየ ሓደ ዴስክቶፕ ኣምፅኤ ኣለኹ ኣብዚ ትሪእዎ ኣለኹም ኤገይን ፕላስ ክብል እየ ክልተ ዴስክቶፕ ኣምፅኤ ኣለኹ ኤገይን ፕላስ ክብል እየ ኣርባዕተ ዴስክቶፕ ኣምፅኤ ኣለኹ ርኣይዎ እዚ ዴስክቶፕ እዚ ተኸፊተ ወላ ሓንቲ የብሉን ሓንቲ ኣፕሊኬሽን ዝተኸፍተ ኣፕሊኬሽን የብሉን መሊሰ ክሪኦ ወይ በዚ ታስክ ቪው ክብል እየ ተዘይኮይኑ ዊንዶው ታፕ ብምባል ድማ ክኸይደ ኣብ ዴስክቶፕ ስሪ ተኸይደ እውን ወላ ሓንቲ የብሉን ናፃ እዩ ዊንዶው ታብ ምባል ኣብ ዴስክቶፕ ፎርም ተኸይደ እውን ነፃ እዩ። ስለዚ ሓደ እንታይ ክንገብር ንኽእል ኣብቲ ዘለናዮ ሕጂ ንኣብነት ኣብ ዴስክቶፕ ፎር ኣለኹ ኣብ ዴስክቶፕ ፎር ንዓይ ዘድልየኒ ዝኾነ ሶፍትዌር ወይ ዊንዶውስ ከኽፍት እኽእል እየ ንኣብነት ኣብ ዴስክቶፕ ፎር ነዚ ኣፕሊኬሽን እዚ ይኸፍት ኣለኹ ኦኬ ካብኡ ዊንዶው ታብ ብላ ኣለኹ ኣብ ዴስክቶፕ ስሪ ድማ ከምኡ ክኸፍቶ ዝደለኹ ካልእ ኣፕሊኬሽን እንተልዩ ይኸፍት ስለዚ እንታይ እናገበርና ክንከይድ ንኽእል ኢና ራይዋ ኣብዛ ዴስክቶፕ ስሪ እዚኣ ጥራሕ እያ ዘላ እዚኣ ንበይና ካልእ ዋላ ሓንቲ ዝተኸፍተ ሶፍትዌር የለን። ኣብ ዴስክቶፕ ስሪ እዛ ፎርማት ፋክተሪ ትብል ሶፍትዌር ጥራሕ እያ ዘላ ማለት እዩ። ዊንዶው ታፕ ወይ ድማ በዚ ታስክ ቪው ብምባል ድማ ዴስክቶፕ ዋን ክሊክ ክገብር እየ። ዴስክቶፕ ዋን እንተርኢናዮ ግን ዝተፈላለዩ ብጣዕሚ ብዙሓት ዝኾኑ ሶፍትዌራት ከፊተ ኣለኹ። ብጣዕሚ ብዙሓት ዝኾኑ ሶፍትዌራት ከፊተ ኣለኹ ማለት እዩ ወይ ድማ ዊንዶውስ ከፊተ ኣለኹ ስለዚ ረኣይዎ ዴስክቶፕ ዋን ፃዕቂ ዊንዶውስ ኣለዎ ዊንዶው ታፕ እብላ ኣለኹ ዴስክቶፕ ቱ ወላ ሓንቲ የብሉን ዊንዶውስ ታፕ ዴስክቶፕ ስሪ ሓንቲ ሶፍትዌር ኣላታ ይኣልያ ኣለኹ ዴስክቶፕ ፎር ድማ ሓንቲ ማቪስ ትብል ሶፍትዌር ከፊተ ጸኒሐ። ኦኬ ስለዚ ኣብ ነፍሲ ወከፍ ዴስክቶፕ ዝተፈላለየ ናትና ሶፍትዌር ክንከፍት ንኽእል ማለት እዩ ዋንስ ዴስክቶፕ ክርኤት እናገበርካ ምስ ከድካ ኣብኡ ድማ እቲ ዘድልየካ ሶፍትዌር ትኸፍት ሎሚ ግን እንታይ ክንገብር ኢና ዊንዶው ታብ ክብል ኣለኹ ኣብ ዴስክቶፕ ዋን ክኸይደ ኣብ ዴስክቶፕ ዋን ዝተፈላለየ ብዝሕ ዝበለ ሶፍትዌራት ወይ ድማ ዊንዶውስ ከፊተ ኣለኹ ነዞም ከፊተዮም ዘለኹ ዊንዶውስ ኣሬንጅ ንምግባር ክጥቀመሉ እየ ትኻሉ ዴስክቶፕስ ማለት ስለዚ እንታይ ክገብር እየ ኦርጋናይዝ ክገብሮ ክፍትን እየ እዚ ኣብ ክንዲ ኣብ ሓደ ዊንዶውስ ዝበዝሑኒ ኣብ ዝተፈላለየ ዊንዶውስ ፋሕ ከብሎም እየ ማለት እዩ ኦኬ ስለዚ ነዚ ንምግባር መሊስና እንታይ ክንገብር ኢና ወይ በዚ ኣብ ታስክ ባር ዘሎ ታስክ ቪው ክንብል ኢና እንተዘይኮይኑ ድማ ካብ ኪቦርድ ዊንዶው ፕላስ ታፕ ክንብል ኢና እሞ ናብዚ ክንመጽእ ኢና ማለት እዩ ኦኬ እንታይ ዝብል ዘለኹ ዘለውና ኣፕሊኬሽንስ እዚኦም እዮም እዚኦም ኣብዚ ፋሕ ኢሎም ዘለው እንጥቀመሎም ዘለና ዊንዶውስ እዮም እዚኦም ኩሎም እዞም ኩሎም ዊንዶውስ ድማ ኣበይ ኣለው ኣብ ዴስክቶፕ ዋን ኣለው ስለዚ ኣብ ዴስክቶፕ ዋን ሎድ እፈጥሩለይ ኣለዉ ወይ ድማ ጻዕቂ ናይ ዊንዶውስ ናይ ዝተኸፍቱ ሶፍትዌራት ይበዝሓኒ ኣሎ እሞ ካብን ናብን ክንቀሳቐስ ከለኹሲ መሊሱ ከየደናግረኒ ወይ እውን ሕንፍሽፍሽ ከይፈጥረለይ ዝብል ሽግር መፍትሒ ክኸውን ዊንዶው ቴን እንታይ ዲዛይን ገይርልና ኣሎ ዊንዶውስ ዴስክቶፕ ማልቲፕል ዊንዶውስ ዴስክቶፕ ስለዚ ነዛ ኣምር እዚኣ ሒዝና ድማ ንሕና እንታይ ገይርና ኣለና ሓደ ክልተ ሰለስተ ኣርባዕተ ክንውስኽ ንኽእል ኢና ንሕጂ ግን ኣርባዕተ ዴስክቶፕ ከፊትና ኣለና ዴስክቶፕ ፎር ናጻ'ዩ ዘሎ፣ እዞም ንርእዮም ዘለና ብሓፈሻ ሪሰንት ኤርሊ ዴይስ ዝተጠቀምናሎም እዮም፣ ኣሬንጅ ዝኾኑ ኣይኮኑን። ቱ እውን the same ናጻ'ዩ ዘሎ፣ ዋን ርኣይዎ ጻዕቂ ኣለዎ፣ ጻዕቂ ኩሉ ዝኸፈትክዎም ኣፕሊኬሽን ኣብ ዋን ኣለዉ። ስለዚ እንታይ ክገብር እየ ነዞም ኣብ ዋን ዘለዉ ኣፕሊኬሽንስ ሪኣሬንጅ ክገብሮም ክፍትን እየ። ንኣብነት እንታይ እዚ ንቪድዮ ኤዲት ንጥቀመሉ ሶፍትዌር እዩ ብማውስ ክሊክ ገይረ ሕዚ ኣለኹ ናብ ናበይ ወስዶ ኣለኹ ትኽክል ተረዲእኩም ንለኹም ኣብ ዴስክቶፕ ቱ ወሲዶ እዮም ንኣብነት ፎቶሾፕ ኣዶ ፎቶሾፕ ሲኤስሪ ዝብል ዘሎ ንዕኡን ከግዕዞ ደልየ ክሊክ ገይረ ማውስ ከይፈነኹ ኣበይ ወስዶ ኣብ ዴስክቶፕ ቱ ወሲደዮ። ዴስክቶፕ ቱ ምስ ኤዲቲን ዝተኣሳሰሩ ሒዝለይ ኣሎ ርኣይዎ። ዴስክቶፕ ቱ እንታይ እንታይ ሒዙ ኣሎ? ሓደ እዚ ሳይበር ሊንክ ሒዝለይ ኣሎ፣ ካልኣይ ድማ ኣሮፕ ፎቶሾፕ። ስለዚ ክልተ ካብቶም ዝጥቀመሎም ዝነበርኩ ዊንዶውስ ናበይ ኣግዒዘዮም? ናብ ዴስክቶፕ ቱ። መሊሰ ማውዘይ ኣብ ዴስክቶፕ ዋን እመልሳ ኣለኹ። ዴስክቶፕ ዋን ጌና ብዙሕ ኣፕሊኬሽንስ ወይ ከዓ ብዙሕ ሶፍትዌራት ኣለዎ። ንኣብነት ካብዚኦም ድማ ኤክስኤል ማይክሮሶፍት ኤክስኤል ኣብ ዴስክቶፕ ስሪ ክወስዶ እየ። ኣብ ዴስክቶፕ ዋን ተመሊሰ ን ኳልኩሌተር እውን ኣብ ዴስክቶፕ ስሪ ክወስዶ እየ። ኦኬ ጽቡቕ ስራሕ ክሳብ ሕጂ። ስለዚ እንታይ ገይረ ኣለኹ ቁሩብ ኣሬንጅ ክገብሮ ክኢለ ኣለኹ ኣብ ዴስክቶፕ ዋን ዴስክቶፕ ቱ ኣብ ዋን ቱ ኤን ስሪ ዝተፈላለየ ሶፍትዌርስ ወይ ድማ ዊንዶውስ ክወስድ ክኢለ ኣለኹ ኣብ ስሪ እንታይ ኣለኒ ማይክሮሶፍት ኤክሴልን ካልኩሌተርን ኣብ ቱ እንታይ ኣለኒ ሳይበር ሊንክ ኣዶ ፎቶሾፕ ንኤዲቲን ዝጠቕሙኒ ኣብ ዋን ስቲል ሓደ ሽዱሽተ ዝኾኑ ሶፍትዌራት ወይ ከኣ ኣፕሊኬሽንስ ኣለዉኒ ማለት እዩ። ስለዚ ካብዚ እውን ዘድልየኒ እንተኾይኑ ንኣብነት እዞም ዎርድ ፋይልስ ዘበሉ ኣብ ዴስክቶፕ ፎር ወስዶም ኣለኹ። ዶኩመንት ዎርድ ዶኩመንት ዘበሉ ኣብ ዴስክቶፕ ፎር ወስዶም ኣለኹ። ስለዚ እዞም ኣብ ፎር ክልተ ናይ ማይክሮሶፍት ዎርድ ዶኩመንትስ ኣለዉኒ።

ብሮዘርስ ኣለዋኒ ስለዚ ብከምዚ ኣሬንጅ ክገብሮ ክኢለ ኣለኩ ካብ ሕጂ ንየው እንታይ ክገብር ይክእል ማለት እዩ ንኣብነት ኣብቲ ናይ ኤዲቲን ፖርሽን ክከይድ ተደልየ ናብ ዴስክቶፕ ዋን ክሊክ ይገብር ዴስክቶፕ ዋን ክልተ ኣፕሊኬሽንስ ጥራሕ ኣለዎ ወይ ከዓ ክልተ ዊንዶውስ ጥራሕ ኣለዎ ኣብዚ ኮይነ ናይ ኤዲቲን ስረሐይ የፃፍፍ ድሕሪኡ ምናልባት ኣብ እቶም ካልኦት ዴስክቶፕ ክከይድ ተኮይነ ዊንዶው ን ታፕ ብምግባር ኣብዚ መጽየ ክርስዖ ክእል እየ እንታይ ኣበናይ ዴስክቶፕ ከም ዘሎ ኣብዚኣ ንኣብነት ኣብ ዴስክቶፕ ስሪ ኤክስኤልን ኳልኩሌተርን ኣለኒ ደሴም ኣብዚኣ ክሊክ ብምግባር ድማ ማይክሮሶፍት ኤክስኤል ኣለኒ ምስ ኳልኩሌተረይ እናተጠቀምኩ ዘድልየኒ ስራሕ ድማ ኣብዚ ክሰርሕ እየ ማለት እዩ The same ነቶም ካልኦት ኣብቲ ካልእ ዴስክቶፕስ ዘለዎም ክሪኦ ተደልየ ወይ ኣብዚ ታስክ ቪው ወይ ድማ ብኪቦርድ ዊንዶው ታፕ ብምባል ንኸይድ ዴስክቶፕ ፎር እንታይ ሒዙ ኣሎ ወርድ ዶኩመንትስ እቶም ናይ ወርድ ዶኩመንትስ ክሪኦም ተደልየ ድማ ዴስክቶፕ ፎር ይኸይድ ስለዚ ካብን ናብን ዴስክቶፕ ክንከይድ ሲምፕል ዳትስ ሲምፕል እዩ ክንድኡ ቀሊል እዩ እንታይ ኢና ንገብር ወይ ኣብዚ መጺና ታስክ ቪው ንብል ተዘይኮይኑ ድማ ካብ ኪቦርድና ዊንዶው ታፕ ንብል ስለዚ ኣርባዕተ ስለዚ ተሪእናዮም ኣርባዕተ ዴስክቶፕ ክርኤት ጌርና ኣለና ኣብ ዝኾነ ዴስክቶፕ ኮይንና ክንሰርሕ ንኽእል ኢና ሓድሽ ተወሳኺ ሶፍትዌር ተድሊና ኣብኡ ኮይንና ክንከፍቶ ንኽእል ኢና ንኣብነት ኣብዛ ዴስክቶፕ ዋን ኤክስኤል የድልየኒ እንተልዩ ክኸፍት ይኽእል እየ ሓድሽ ኤክስኤል ትሪእዎ ኣለኹም ከይደ እውን ኣብቲ ሓደ ካልእ ኤክስኤል ክህልወኒ ይረኣይዎ ኣብ ዴስክቶፕ ፍሪ ከኣ ካልእ እሰርሕ ኣለኹ። ስለዚ እዚ እንታይ ይጠቕመና ማለት እዩ፣ ኦርጋናይዝ ነቶም እንጥቀመሎም ኣፕሊኬሽንስ ኦርጋናይዝ ገይሩ መቓቒሉ ኣብ ዝተፈላለየ ዴስክቶፕስ ናቪጌት እናገበርካ ካብን ናብን እናተንቀሳቐስካ ከም እንጥቀመሎም ይሕግዘና ማለት እዩ። ኦኬ ካልኣይ ኣብ ኮምፒዩተርና ዝተፈላለየ ግዜ ብዙሕ ኣፕሊኬሽንስ ክንከፍት ንኽእል ኢና። ኦኬ ስለዚ ዴስክቶፕ ከምዚ ጌርና ክሬት ንገብር። ኣብ ሓደ ዴስክቶፕ ምእንቲ ክመጽእ በብሓደ ክዓጽወን እየ። ስራሕና ኩሉ ኣብ ዴስክቶፕ ዋን ምእንቲ ክንመጽእ ኦኬ ኦኬ ሶ ፋር ሶ ጉድ ኣብ ዴስክቶፕ ዋን ተጠርኒፍና ኣለና ኣብ ዴስክቶፕ ዋን ረኣይዎ ሕጂ ኩሉ ኣፕሊኬሽንስ ኣብ ርእሲ ርእሲ ተፀፍፂፉ ካብን ናብን ክትከይድ ኣብ ዘሸግረልካ ደረጃ ትበፅሕ ኢኻ ሓንሳብ ሶ ናብ ታሕቲ ናብዚ ታስክ ባር ክነውርዶም ምስ ንደሊ በብሓደ ሚኒማይዝ እናበልና ግዜ ክንቀትል ስለ ንኽእል ንኹሎም ብሓደ እዋን ኣብ ታስክባር ክነውርዶም ኣብ ንደልየሉ እዋን ወይ ድማ ንብምሉኡ ኣብዚ ዴስክቶፕ ዘሎ ዊንዶውስ ሚኒማይዝ ክንገብሮ ማለት ኣብ ታስክባር ክፀንሓልና ክንዓፅዎ ኣይደለናን። ኣብ ካልእ ተመሳሳሊ ግዜ ኣክሰስ ክንገብሮ ኢና ግን ካብ ዴስክቶፕ ነቲ ዴስክቶፕ ገዲፉ ኣብ ታሕቲ ክወርደልና ኣብ ንደሊ ኣብዚ የማናይ ኮርነር ምጽእ ኢልኩም ክሊክ እንተ ጌርኩም ኩሉ ታሕቲ ወሪዱ ኣሎ ሚኒማይዝ ኮይኑ ኣሎ ኣብዛ የማናይ ኮርነር ተመሊስኩም ክሊክ ተጌርኩም ድማ ኩሉ ከም ብሓድሽ መጺ ኣሎ ማለት እዩ ስለዚ እዚኣ ኦፕሽን እዚኣ ንምንታይ ንጥቀመላ ንብምልኦም ኣብ ዴስክቶፕና ተኸፊቶም ዘለዉ ዊንዶውስ ወይ ድማ ኣፕሊኬሽንስ ኣብ ታስክ ባር ኣብዚ ታሕቲ ታስክ ባር ከም ዝወርዱ ምእንቲ ክንገብር ወይ ድማ ንኩሎም ብሓደ ሚኒማይዝ ክንገብሮም ኣብ ንደልየሉ እዋን በዚኣ ንመጽእ። ኣብዛ ኮምፒተርና ኣብ የማናይ ሸነኽ ታሕተዋይ ኩርናዕ መጺእና ክሊክ ንገብር ኩሉ ሚኒማይዝ ይኸውን። መሊስና ኣብኣ ክሊክ ተገርና ድማ ኩሉ ኣብ ዝነበሮ ይምለስ። እዚ ስራሕ እዚ ተመሳሳሊ ብኪቦርድ ክንገብሮ ንኽእል ኢና። ብኪቦርድ ክንገብሮ ዊንዶው ጸቂጥና D D ማለት ዴስክቶፕ ማለት እዩ ዊንዶው ኣይንፍንዋን ኢና D ኩሉ ሚኒማይዝ ኮይኑ ኣሎ መሊስና ድማ ዊንዶው ጸቂጥና D ተልና ድማ ኩሉ ኣብ ንቡር ይምለስ ማለት እዩ እንተዘይ ኮይኑ በብሓደ ሚኒማይዝ እናገበርና ክንከይድ ኢና ኦኬ ስለዚ እዘን ኣብ ዝሓለፈ እዘን ኣከታቲልና ክንሪኤን ዝፀናሕና ቪድዮታት ሓንሳብ ነዛ ቪድዮ ፖዝ ብምግባር ምልስ ኢልኩም ቸክ ግበርዋን ቪድዮና ክቕፅል እዩ ኦኬ ብክልተ መንገዲ ኣፕሊኬሽንስ ወይ ድማ ዊንዶውስ ሚኒማይዝ ክንገብር ከም ንኽእል ርኢና ፀኒሕና ሕጂ ድማ እታ ሳልሰይቲ ኦፕሽን ዊንዶው ሸክ ሸክ ማለት ምጉስጓፅ ማለት እዩ ቃል ንቃሉ ስለዚ ሓደ ዊንዶው ሸክ እናገበርና ከመይ ጌርና ምኒማይዝ ንገብር ክንሪ ኢና ንኣብነት እዛ ሒዘያ ዘለኹ ዊንዶው ማይክሮሶፍት ዎርድ ጥራሕ ክተርፍ ምስ ደልያ ኣብዚ ታይትል ባር ኣብዚ ታይትል ባር ጸቂጠ ብምሓዝ ሸክ እገብር ካልኦት ኩሎም ወሪዶም ኣለዉ ማለት እዩ። ልክዕ እዚ ከምዚ ኣብ ወረቐት ብዙሕ ድርቅምቃም ነገራት ሒዝካ ነታ ወረቐት ምስ እትነግፋ ብሙሉኦም እቶም ወረቐት ኣብታ ወረቐት ዝነበሩ ድርቅምቃም ንታሕቲ ዝወርዱ እዚኣ እውን ልክዕ ሸክ ምስ ገበርካ ብዘይካ ብሙሉኡ ናበይ ይወርድ ናብ ታሕቲ ናብ ታስክ ባር ይወርድ ማለት እዩ። መሊስና ድማ ነዛ ዊንዶው ኣብ ታይትል ባር ሒዝና ሸክ ምስ እንገብር ብሙሉኦም ንቕድሚት ይመፁ። ስለዚ እዚ ዊንዶው ሸክ ይበሃል ዊንዶው ሸክ ይበሃል ጎፅጒፅካ ሓንቲ ተትርፍ ንኣብነት እዛ ኳልኩሌተር ጥራሕ ክተርፍ ተደልያ ን ክመልሶም ትደልየ እዚኣ በይና ክተርፍ ምስ ደሊ መሊሰ ተደጊመያ ድማ ኩለን ይመፃ ማለት እዩ ኦኬ እዚ ይመስል ከመይ ጌርና ዊንዶው ሸክ ንጥቀመሉ ስለዚ ክሳብ ሕጂ ሰለስተ መንገዲ ዊንዶውስ ሚኒማይዝ ከም እንገብር ርኢና ሓደ ኣብ የማናይ ኮርነር ብምምፃእ ክሊክ ብምግባር ንዑ ክሊክ ምግባር ካልኣይ ዊንዶውስ ዲ ዊንዶውስ ዲ ዲ ንዴስክቶፕ እዩ ዝውክል ሳልሳይ ድማ ዝቐለለ ሸክ ብምጉጽጓጽ ሓንቲ እዛ ዊንዶውስ ኣብ ታይትል ባራ ሒዘ ኣለኹ ብምጉጽጓጽ ኩለን ኸዳ መሊስካ ብምጉጽጓጽ ድማ ኩለን ንቕድሚት ይመጻ ማለት እዩ ኦኬ ካብዚ ቀጺልና ዊንዶውስ ስናፕ ዊንዶውስ ስናፕ ክንርኢ ኢና ዊንዶውስ ስናፕ ቅድሚ ሕጂ ብዝተፈላለየ መልክዕ ነይሩ እዩ ሕጂ ግን ብዝበለጸ መልክዑ ቀሪቡ ኣሎ ዊንዶውስ ስናፕ ኣብ ሓደ ዴስክቶፕ ክልተ ዊንዶውስ ክትጥቀመሉ ኣብ ትደሊ ቀደም እንታይ ንገብር ነርና ከምዚ እናገበርና ኣሬንጅ ንገብሮም ነርና ንኣብነት ፎቶሾፕን ዎርድን ክርኢ ተደልየ ከምዚ እናገበርኩ ኣሬንጅ ገይረ ምሉእ ዊንዶውስ የትሕዞም ነይረ ስለዚ ኣብ ክልቲኡ ድማ ክንሰርሕ ንኽእል ኔርና። ሎሚ ነዚ ሽግር እዚ ንምቅላል ዊንዶውስ ቴን ንዊንዶውስ ስናፕ ዝያዳ ኣማዕቢልዎ መፂኡ ኣሎ። ኦኬ ስለዚ እዚኣ ማይክሮሶፍት ኤክስኤል ስናፕ ክገብራ ተደልየ ኣብዚ ታይትል ባር ክሪክ ብምግባር ኣብዚ የማናይ ኮርነር መፅእ ራይዎ ፖፕ ኣውት እገብር ስናፕ ክገብር ማለት እዩ ስናፕ ገይሩ ኣሎ ኣውቶማቲካሊ ዊንዶውስ ቴን ማይክሮሶፍት ዊንዶውስ ቴን እንታይ ይገብር ካልኣይ ከ ንመን ኢኻ ትደሊ ኢሉ ከምዚ ምርጫ ይፈጥረልና ስለዚ እቲ ካልኣይ ክኸውን ዝደለናዮ ንኣብነት እዚ ምስ ዝኸውን እዛ ማይክሮሶፍት ወርድ ምስ ትኸውን ኣብኣ ክሊክ ንገብር ክልቲኦም ሰሪዕልና ኣሎ ማለት እዩ መሊሰ ክደግመ እየ እዚኣ እታ ስናፕ ክትገብራ ዝደለኻ ፀቒጥካ ካብ መሓዝ ናብዚ የማናይ ኮርነር ፖፕ ኣውት ምስ ገበረ ንፍንዋ ባዕሉ ድማ ዊንዶውስ 10 ካልኣይቲ ክትከውን ዝደለኻያ ኤነይቲ እያ ኢሉ ምርጫ ኣቕርበልካ ነታ ዝደለኻያ ክሊክ ብምግባር ክልተ ዊንዶውስ እናተጠቀምካ ኣብ ሓደ እዋን ማዕረ መቒልዎም ኣሎ ስለዚ ከምዚ ጌርና ክልተ ዊንዶውስ ብሓደ ናተጠቀምና ክንሰርሕ ንኽእል ኢና እዚ ዊንዶውስ ስናፕ እዩ ዊንዶውስ ስናፕ ብተመሳሳሊ ሸነኽ ጸጋም እውን the same ኣብዚ ምስ በጻሕና ፖፕ ኣውት ትገብር ኣሎ ካልኣይ መን ክኸውን ደሊኻዮ ትመርጽ the same ክደግመ ንሸነኽ ጸጋም ፖፕ ኣውት ካልኣይ መን ክኾን ደሊኻ ኣለኻ ትመርጽ ክሊክ ትገብር ዝኾነ እንተ ዘይደሊኻ ካልኣይ ኣብ ደገ ኣብቲ ዊንዶውስ ኣብ ደገ ክሊክ ብምግባር ኩሎም ኣብኡ ተኣኪቦም ይመፁኻ ማለት እዩ ኦኬ ዊንዶውስ ስናፕ እዚ ይመስል ካብዚ ቀፂልና ኣብ ማይክሮሶፍት ዊንዶውስ 10 ከመይ ጌርና ሰርች ክንገብር ከም እንኽእል ክንርኢና ማይክሮሶፍት ዊንዶው ቴን ሰርች ናይ ምግባር ዓቕሙ ዝሓየለ ካብቶም ቅድሚኡ ዝነበሩ ዊንዶውስ ዝሓየለ ኮይኑ ኣብ ዝኾነ ኣብ ዝኾነ ዓይነት ኣብ ውሽጢ ኮምፒውተርና ይኹን ኣብ ኢንተርነት ይኹን ኣብ ሴቲን ይኹን ኣሽማት ናይ ዶኩሜንት ይኹን ንዶኩሜንት ብሽሙ ጥራሕ ዘይኮነ ኣብ ውሽጡ ተፃሒፉ ዘሎ ትሕዝቶታት ይኹን ሰርች ጌርና ክንረክብ ከም እንኽእል ንኽእለሉ ደረጃ ተዳልዩ ቀሪቡ ኣሎ። ስለዚ ኣብዚ ሰርች ኦፕሽን ሓደ ኣርባዕተ መንገድታት ክንርኢ ኢና። ሓደ ኖርማሊ ሰርች ኣፕሊኬሽን ሓደ ኣፕሊኬሽን ሰርች ክንገብር ከለና ወይ ድማ ሰርች አ ዶኮመንት ሓደ ዶኮመንት ሰርች ክንገብር ከለና ወይ ድማ ሰርች ኢን ኢንተርነት ኣብ ሓደ ዌብሳይት ኣቲና ሰርች ክንገብር ከለና ኦር ራብዓይ ድማ ሰርች ኣብ ሓደ ሴቲን ሴቲን ናይ ኮምፒውተርና ድማ ሰርች ክንገብር ከለና እዚኦም ብምልኦም ብሓደ ኣብ ሓደ ቦታ ክንረኽቦም ንኽእል ማለት እዩ ስለዚ ብሙሉኦም እዚኦም ኣብዛ ታይፕ ሂር ቱ ሰርች ታይፕ ወት እንታይ ታይፕ ትገብር ኤኒቲንግ ዝኾነ ኣብ ኢንተርነት ዲኻ ኣብ ኮምፒውተርካ ስፔሲፋይ እናገበርካ ጥራሕ ሰርች ትገብር ማለት እዩ ስለዚ በታ ቀዳመይቲ ክንጅምር ኢና ንኣብነት ኤክስኤል ክፅሕፍ እየ Xl ምጸሓፍኩ ቀዳማይ ሶርች ናተይ እዚ መጺኒ ኣሎ ኣብዚ ላዕሊ ተሪኹሞ Search All Search App Search Document Web Searching and More ኢሜይል ፎልደርስ ሙዚክ ፒፕል ፎቶ ሴቲን ዝተፈላለዩ ካልኦት እውን ኣለዉ ብሓፈሻ ሰርች ኦል እያ ዘላ ስለዚ ብቀረባ ዝረኸቦ እንተልዩ እንታይ እዩ Microsoft Excel 2010 ክንከፍት ንኽእል ኢና ነዚ እንተዘይ ኮይኑ ቀጺሉ ከኣ Excel Chart 11 ዝብል ከኣ ረኺብልና ኣሎ ማለት እዩ ስለዚ ከምዚ እናገበርና ሓደ ኣፕሊኬሽን ሰርች ክንገብር ንኽእል ካልኣይ እዚ ኦቨርኦል ዶኩመንት ሰርች ንኣብነት ማይክሮሶፍት ዎርድ ክኸፍት እየ ማይክሮሶፍት ዎርድ ሓዳሽ ክኸፍት እየ ዝኸዓፆ ሓዳሽ ማይክሮሶፍት ወርድ ክኸፍት እየ ሶ ኣብዚ solo info tech ዝብል መፅሕፍ ኣሎ ሶሎ ኢንፎቴክ ዲር ሶሎሞን ሃው ዩ ዱዌን እዚኣ ገለ ንእሽተይ ፅሑፍ ፅሒፈ ኣለኹ ሴፍ ክገብራ እየ ሰይድ ዝኾነ ሽም ንሃባ ንኣብነት ዘይተኣሳሰር ምስኡ ሎስት ፋይል ዝጠፍአ ፋይል ይብላ ኣለኹ እንታይ እዩ እዚ ሎስት ፋይል ዝብላ ዘለኹ ጠፊኡ ክንረኽበሉ ዘይንኽእል ደረጃ ከጋጥመና ስለ ዝኽእል ማለት እዩ ግን ኣብ ውሽጡ ዘሎ ትሕዝቶ ስለ ንፈልጦ ስለዚ እዚኣ የጥፍኣ ኣለኹ ይዓጽዋ ኣለኹ ኣጽየያ ደሓረይ መዓልቲ ድሕሪ ሰዓት ድሕሪ ሓደ መዓልቲ ድሕሪ ወርሒ ድሕሪ ክልተ ወርሒ መጺኻ እዛ ዶኩመንት እዚኣ ሽማ እንታይ ከም ዝነበረት ክትርስዓ ትኽእል ኢኻ ሎስት ፋይል እያ ትብል ዘላ ሽማ እንታይ ከም ዝነበረት ክትርስዓ ትኽእል ኢኻ ግን ገለ ካብቲ ኣብ ውሽጡ ዝነበረ ትሕዝቶ ትፈልጥ ንኣብነት እንታይ ነይሩ ዲር ሶሎሞን ሰርች እንታይ ዶኮመንት ትሪእዋ ኣለኹም ሽማ ይዘከርኳን እንታይ ዝፅሒፈ ዘለኹ ዲር ሶሎሞንስ ዶክመንት ሰርች ግበር ይብል ኣለኹ ሎስት ፋይል ኣምፅኣትለይ ኣላ ማለት እዩ ብምንታይ በቲ ኣብ ውሽጡ ዘሎ ኢንፎርሜሽን ሰርች ብምግባር ማለት እዩ ስለዚ እዛ ካልኣይቲ ሰርች ኦፕሽን ዝበዝሐ ግዜ ትጥቀሙላ ኣብ ምንታይ እዩ እዚ ዶኩሜንት ሰርች ንገብረሉ እቲ ዶኩሜንት ሽሙ ንጠፋኣና ሽሙ ሙሉእ ሙሉእ ነጥፎ ኣብ ውሽጡ ካብ ዘሎ ትሕዝቶ ግን ገለ ንፈልጥ እሞ ነቲ ትሕዝቶ ሰርች ንገብሮ ንኣብነት ኣነ እዛ ሎስት ፋይል ትብል ሽማ ይዘከርክዋን እንተኾነ ዲር ሶሎሞን ዝብል ፅሑፍ ከም ዝነበረ ኣብ ውሽጡ ዘኪረ ስለዚ ዲር ሰሎሙን ኢለ ብምፅሓፍ ሰርች ገይረ ዶኮሜንት ኢለያ ኣውቶማቲካሊ ሎስት ፋይል ትብል ዶኩሜንት ምፅያትለይ ነዛ ዶኩሜንት እዚኣ ብምንታይ ረኺባታ በዛ ኣብ ውሽጣ ዘላ ዲር ሶሎሞን እትብል በቲ ፋይል ነይም ኣይረኸበቶን ማለት እዩ ስለዚ በዚ ኣገባብ እዚ ድማ ሰርች ገይርና ዝጠፍኣና ዶኩሜንት ክንረክብ ንኽእል ኢና እንታይ ኢና ታይፕ ንገብር ኣት ሊስት ሓደ ክልተ ሰለስተ ዎርድስ ኣብ ውሽጢ እቲ ዶኮሜንት ካብ ዘለዉ ዎርድስ ፅሒፍና ታይፕ ምግባር ሰርች ንገብር እሞ ሰርች ኣብ ዝለዓሊ ሽዑ ሰርች ዶኮሜንት ንብላ ማለት እዩ ሰርች ዶኩመንት ብምግባል ዳይሬክትሊ ኣብ ውሽጢ ዶኩመንት ኣትዩ ሰርች ገይሩ ነቲ ከምኡ ዎርድስ ነቲ ከምኡ ዶኮሜንትስ ዘለዎ ዶኮሜንት ፊክሽ ገይሩ የውጽኣልካ ፈቲሹ የውጽኣልካ እሞ ኣትሊስት እቲ ጠፊእካ ዝነበረ ዶኮሜንት ክትረክብ ትኽእል ማለት እዩ ሳልሳይ ኦፕሽን ሰርች ኢንተርነት ኣጋጣሚ ኢንተርነት እጥቀም የለኹን ብሓፈሻ ኣብ ኢንተርነት ሰርች ክንገብር ተኮይና ከዓ እዚኣ ላዕሊ ዘላ ዌብ ንገብራ ዝኾነ እንደልዮ ሓበሬታ ታይፕ ምግባር ንኣብነት ሶሎ ኢንፎቴክ ኢልና ሰርች ክንገብር ንኽእል ኮኔክሽን ስለ ዘይብሉ ኣይመፀለይን እዩ ብሓፈሻ ግን ሰርች ምስ በልና ካብ ኮኔክሽን ዳይሬክትሊ ኣብ ብሮዘር ከይዱ ሰርች ክገብረልና እዩ ማለት እዩ እቲ ራብዓይን ናይ መወዳእታን ሰርች ኦፕሽን ናትና ኣብ ሰቲን ናይ ኮምፒውተርና እንደልዮም ኦፕሽንስ ኣለዉ ንኣብነት ሳውንድ System እዚ ሳውንድ ናይ ኮምፒተርና ኣበይ ከድና እቲ ሴቲንግ ከም ንቕይሮ ኣይንፈልጥን ስለዚ እንታይ ንገብር ስለዚ ኣብ ሰርች መጺና ሳውንድ ኢልና ኣብ ንጽሕፈሉ ሳውንድ ሴቲን ዝብል መጸና ከምኡ ማውዝ ናይ ማውዝ ሴቲን ምስ ንደሊ ማውዝ ኢልና ምስ ንጽሕፍ ማውዝ ሴቲን ቼንጅ ዮር ማውዝ ሴቲን ቼንጅ ዮር ማውዝ ፖይንተር ሳይዝ ኢዝ ኦፍ ኣክሰስ ማውስ ሴቲን እናበለ ኦፕሽንስ ህበና ንኣብነት ሓሓደ ግዜ እቲ ኪቦርድ ናትካ እንግሊሽ ጥራሕ ይኸውን እሞ ኣራቢክ ገለ ክትጥቀም ትደሊ ኦን ስክሪን ስክሪን እብል ኣለኹ መፅኢለይ ኣሎ ኦን ስክሪን ኪቦርድ ከምኡ ኣብቶም ኣብ ውሽጢ ኮምፒተርና ዘለዉ ኣፕሊከሽን ድማ ከምዚ ጌርና ሰርች ንገብር ሓፈሻዊ ሪቫይዝ ክንገብሮ ናይ ሎሚ ትምህርትና ኣብ ማልቲፕል ዴስክቶፕ ከመይ ጌርና ንጥቀም ንኩሎም ዊንዶውስ ተኸፊቶም ዝነበሩ ዊንዶውስ ከመይ ጌርና ሚኒማይዝ ንገብሮም ከመይ ጌርና ማክሲማይዝ ንገብር ዊንዶውስ ስናፕ ከመይ ጌርና ንጥቀመሉ and ዊንዶው ሸክ ከመይ ጌርና ንጥቀም ርኢና ሚኒማይዝ ንምግባር ፕላስ ስናፕ ክልተ ዊንዶውስ ብሓደ ኣብ ሓደ እዋን ከም ንጥቀመሎም ክንጥቀመሎም ከም ንኽእልን ርኢና ኣብ መወዳእታ ድማ እዘን ኣርባዕተ ኦፕሽንስ ናይ ሰርች ዝተፈላለያ ኦፕሽንስ ናይ ሰርች ርኢና ማለት እዩ ስለዚ ንሎሚ ሒዘልኩም መፅኤ ዝነበርኩ ቪድዮ እዚ ይመስል ብዘቕረብኩልኩም ቪድዮ ዓጊብኩም ክትኮኑ ተስፋ እገብር። ናይ ብሓቂ እዚ ቪድዮ እዚ ጠቓሚ እዩ፣ ሓጋዚ እዩ ኢልኩም እንተ ኣሚንኩም፣ ሕጂ ውን ከምቲ ኩሉ ግዜ ዝላበወኩም ናብ ካልኦት ከምዚ ከማና ነዚ ቻነል ቤተሰብ ኮይና ነዚ ዕድላት ትምህርቲ ክንረክብ ዝኸኣልና ናይዚ ቻነል ቤተሰብ ብምዃን ተኻፈልቲ ናይዚ ዕድል ክኾኑ ፕሊስ ሼር ግበርዎ and እቶም ሓደሽቲ ነዚ ቻነል ድማ ሳብስክራይብ ብምግባር ኣብቲ ደወል ክሊክ ብምግባር ቤተሰብ ናይዚ ቻነል ክትኮኑ ይዕድም። ኣብ ካልእ ተመሳሳሊ ቪድዮ ክንራኸብ ኢና። ክሳብ ሕጂ ብጽሞና ስለ ተኸታተልኩምኒ ብልቢ የመስግን። ሰላም ወሰናይ ባይ።